ሰላም ሰላም ናብዚ ቁኑዕ ውሳነታት ናይ ፋይናንስን ናይ ሂወትን ክትወስዱ ዝሕግዘኩም ዩቱብ ቻነል ፊደል ፋይናንስ እንቋዕ ብድሓን መጻኩም ኣብዚ ናይ ሎሚ ቪድዮ ሰለስተ ኣዝየን ኣገደስቲ ዝኾና ETFs ኤክስቼንጅ ትሬድድ ፋንድ ወይ ከዓ ዳይቨርሲፋይ ክንገብር ከነዛንቕ ከለና ክነዋፍረለን ዝግባኣና እንተወሓደ ክንፈልጠን ዝግባኣና ብሉጻት ዝኾና ኢቲኤፍ ሲና ክንዘራረብ ቅድሚኡ ግን ኣብዚ ቻነል ሳብስክራይብ ዝገበርኩም ሳብስክራይብ ክትገብሩ እትዮም ኣባላት ናይ ፊደል ፋይናንስ ዝጸናሕኩም ክሳብ ሕጂ ከኣ ኣቐዲመ እንዳመስገንኩ ነዛ ቪድዮ እዚኣ ላይክ ብምግባር ናብቲ ዝመጽእ ዘሎ ክላስ ክትከታተሉኒ ብትሕትና ይሓተኩም ሰናይ ምክትታል ሶናብተን ሰለስተ ብሉፃት ኢቲኤፍስ ዝብለን ማለት ኩሉ ወዲ ሰብ ክፈልጠን ከም ኢንቨስተርስ መጠን ክንፈልጠን ዝግባኣና ሰለስተ ኢና ክንዘራርብ እዚን ሰለስተ ሎሚ ዝዘራረበለን ግን ከም ምርጫ ክንክትወስዱ ትኽእሉ ኢኹም እታ ቀዳመይቲ ንሪኣ ክትወስዱ ትኽእሉ ኢኹም፣ እታ ካልኣይቲ ክንሪኣ ክትወስዱ ትኽእሉ ኢኹም፣ እታ ሳልሰይቲ ንሪኣ ክትወስዱ ትኽእሉ ኢኹም። እቲ ቀንዲ ዕላማ ናይዚኤን ግን ኣብ ቴክኖሎጂ ዲኻ ኢንቨስት ክትገብር ደሊኻ፣ ኣብ ናይ ዓለም ዘተኮረ ኢንደክስ ዲኻ ኢንቨስት ክትገብር ከለኻ ማለት ጥቕላል ስቶክስ እንዳኾነ እዩ ማለት እዩ ወይስ ኣብ ናይ ኤመሪካ ጥራይ ኣብቲ ናይ ዓለም ዝበለጸ ኢኮኖሚ ጥራይ ኢኻ ኢንቨስት ክትገብር ደሊኻ ናይ ኩሉ ሓሳባት ክበኩም እየ። ቅድሚኡ ግን ኢቲኤፍ እንታይ ማለት እዩ ኣሕጽር ኣቢለ። ብዛዕባኡ ሓሳባት ክህበኩም ኣቐዲምኩም ዝተማሃርኩሞ እኳ ትፈልጡ ኢኹም። እቶም ሓደስቲ ግን ETF ማለት ከምዚ ካብ ኢንደክስ ፋንድ ዝወጸ ተመሳሳሊ ኮይኑ ብዙሕ ሲሚላሪቲ ኣለዎ። ብዙሓት ካምፓኒታት ኣብ ሓንቲ ጌርካ ኢንቨስት ክትገብረሎም ከለኻ ማለት እዩ። ብዙሓት ካምፓኒታት ክብል ከለኹ እንታይ ማለት እዩ? ንኣብነት ኣፕል ኣለና ንፈልጦ ኢና፣ ማይክሮሶፍት ኣሎ ንፈልጦ ኢና፣ ተስላ ኣሎ ንፈልጦ ኢና፣ ዙም ኣሎ እዚ መዓልታዊ ንጥቀመሉ ኩልና ንፈልጦ ኢና። ነዚኤን ኩለን ጠቕሊለን በብሓንቲ ኢንቨስት ካብ ዝገብረለን ንኣርባዕቲኤን ጠቕሊለ ፊደል ፋይናንስ ኢለየን ኣለኹ እዚኣ ከኣ ኢቲኤፍ ትበሃል ኢለ እንተ ሂበኩም so ናቱ ኣቨረጅ ኮይኑሎ ዕስራን ሓሙሽተን ሚኢታዊት ናይ ተስላ እንተ ጸኒሑ ዕስራን ሓሙሽተን ሚኢታዊት ናይ ኣፕል ዕስራን ሓሙሽተን ሚኢታዊት ናይ ማይክሮሶፍት ዕስራን ሓሙሽተን ሚኢታዊት ናይ ዙም ኮይኑ ኣሎ so ዙም ዜሮ እንተ ከይዳ ማለት ክኸደሉ ዘለዎ ተኽእሎ እዩ ትሑቲ ጀስት ዜሮ እንተ ትኸይድ ነይራ ኩሉ እንተ ንኸስሮ ነይርና ኣፕልን ማይክሮሶፍትን ተስላን ግን ኣጋጣሚ ኮይኑ ዕጽፊ እንተዝኸይድ ኔሩ ዓቢ መኽሰብ ኣለና ማለት እዩ ምኽንያቱ ኣዛኒቕናዮ ስለ ዝጸናሕና እቲ ሓንቲ ኣብ ሓንቲ ዙም ጥራይ ተነብል ኔርና ምኸሰርና ኩለን ስለ ዘለዋ ግን ኢኮኖምኻ ብሓፈሻ ስቶክስ ክውስኽ ኢና ንጽበዮ ብፍላይ ዓበይቲ ካምፓኒታት ከም በዓል ተስላ ማይክሮሶፍት ጉግል ኢንቨስት ንገብር ከለና መዓልታዊ ንጥቀመሉ እዩ በዓል ፌስቡክ ሓዊስካ ማለት እዩ ሶ እዘን ሰለስተ ኢቲኤፍስ እምበኣር ከምዚኤን ዓይነት ስቶክስ ዝሓቖፋ ኮይነን ብዝተፈላለየ መልክዓት ክፈላለያ ይኽእላ እየን። ንኣብነት ናይ ኢንተርናሽናል ኣሎ ንዓለም ዘጠቓለለ ሰለስተ ሽሕ ክሳብ ኣርባዕተ ሽሕ ዝኾና ካምፓኒታት ወይ ትካላት ዝሓቖፈ፣ ኤስ ኤንድ ፒ ፋይፍ ሃንድረድ ዝበሃል ኣሎ፣ ቅድሚ ሕጂ ብዙሕ ግዜ ዝጠቐስናዮ ወይ ብዛዕባ ኣብ ቪድዮ ሪከርድ ገይረ ዝነበርኩ ሓሙሽተ ሚእቲ ብሉጻት ወይ ከኣ ዓበይቲ ዝኾና ካምፓኒታት፣ ናይ ኤመሪካ ኢንቨስት ክንገብር ከለና ወይ ከኣ ሓምሳ ዓበይቲ ካምፓኒታት ናይ ጀርመኒ ከም በዓል ኣዳዲ- ኣዲዳስ ዝኣመሰላ ኢንቨስት ክንገብር ተደሊና ከኣ ናቱ ኣለዎ ማለት እዩ። ስለዚ እዚኣን ሰለስተ ብዝተፈላለየ መልክዓት እየን ዝፈላለያ። እዘን ሰለስተ ሎማዓንቲ ንመሃረን። ቀዳማይ ብዕብየተን ወይ ብብዝሒ ካምፓኒታት ትካላት ዘለወን። ካልኣይ ኣብ ምንታይ ሴክተር ኣተኲረን እየን ሓቚፈን ዘለዋ። ሴክተር ክብል ከለኹ ኣበየናይ ኢንዱስትሪ ማለት እዩ፣ ኣብ ቴክኖሎጂ ድየን ዘተኩራ ዘለዋ፣ ኣብ ኤነርጂ፣ ድየን ዘተኩራ ዘለዋ ማታ በዓል ኤለትሪክ ድየን ዘተኩራ ዘለዋ ወላስ ኣብቲ መዓልታዊ እነህልኾ ወይ ከኣ እንበልዖን እንሰትዮን ነገራት እየን ኣዋፊረን ዘለዋ ክፈላለ ክእል እዩ ካልኣይ ናይ ቻይና ዝሓቆፈት እያ ኢትያ ኢቲኤፍ ማለት ናይ ቻይና ካምፓኒ ወይ ናይ ጃፓን ወይ ናይ ኢንግላንድ ዝሓቆፈት ድያ ወላስ ኣብ ኤመሪካ ጥራይ እያ ሓቂፋ ዘላ ንኣሽቱ ትካላት ኣለዋ ኣድን ወይስ ዓበይቲ ትካላት ጥራይ ሓቂፋ ዘላ ንኩሉ ዘተኮረ ክኸውን ይኽእል እዩ ኣብ ዝተፈላለየ ቦታ ኮይና ንከታተሎ ስለ ዘለና እምበኣር ብፒዲኤፍ ወይ ከኣ ብጽሑፍ መልክዕ ምስ ትደልዩ ከማን ክሰደልኩም እኽእል እየ ስለዚ ናይ ናትና ናይ ቴለግራም ቻነል ኣብ ታሕቲ ዲስክሪፕሽን ክገድፈልኩም እየ ኣብኡ ጆይን ብምግባር እዚኤን ሎማዓንቲ ንመሃረን ዘለና ብጽሑፍ መልክዕ ክሰደልኩም እየ ሙሉእ ርዲት ክንገብር ግን ናብዚ ስክሪን ክወስደኩም ሶ እታ ቀዳመይቲ ንዘራረበላ ETF ኣብ ዘላትኩም ሰለስተ ሽሕን ሽዱሽተ ሚእትን ሰብዓን ሸውዓተን ትካላት ዝሓቖፈት እያ። ስለዚ በዓል ኣፕል ክህልዋ'የን፣ ካልእን ካልእን ክህልዋ'የን። ብሓፈሻ ሆልዲናታዊ ቁጽሪ ግን ሰለስተ ሽሕን ሽዱሽተ ሚእትን ሰብዓን ሸውዓተን ትካላት ኣለዋኣ። እዚ ኣኩሙለይቲኒ ኣገዳሲ እዩ። ዲስትሪቢዩት ዝብል ከይትመርጹ ተጠንቀቑ፣ ምኽንያቱ ብዙሕ ምርጫታት ስለ ዘለና። ናቱ TER ወይ ከኣ እዚ ቶታል ኤክስፐንስ ረሾ ማለት እዩ ማለት ክንደይ ኢኻ ትኸፍለሉ ዘለኻ ካብ ሚኢቲ ንምባሊ ብዙሕ ዘገድስ ኣይኮኑ ምክንያቱ ብዛዕባ ኢቲኤፍ ክንዛረብ ከለና ዝበዝሓ ትሑት ስለ ዘለዎን ተወሳኺ ኣብ ናይ ስቶክ ኤክስቸንጅ እየን ዘለዋ ክንርኢ ኢና ቀዲ ዘገድሰና ግን ዝተፈላለየ ስለ ዘለና እዚኣ ክንመርፅ ንኽእል ክወስደኩም እዚኣ 2400 ዝሓቆፈት ክንወስድ ንኽእል እዚኣ 3677 ዝሓቆፈት ክንወስድ ንኽእል ተመሳሳሊ እዩ ዘሎ ከነተኩረሉ ዘለና ንሕና እንታይ እዩ ኣብዚ ስም ክንመርጽ ከለና ማለት እዩ ኣብ ካናዳ ኣለና ኣብ ዩኤስ ኣለና ኣብ ኢንግላንድ ኣለና ኣብ ዝተፈላለየ እዚ ሕጂ ናይ ዩሮፕ ክኸውን ከሎ እዩ ኣብ ኣሜሪካ ዘለኹም ከኣ ኣብ ዘለኩም ቀሊል ንኣብነት እዚኣ ኣይሸርስ ኤምሲኣይኤ ትብል ዘላ ኮድ ኢቲኤፍ ብምምራጽ ኢንቨስት ክትገብሩላ ትኽእሉ ኢኹም ሶ ብተወሳኺ ኣብዚ ከማን ስለ ዘለና ናብ ፒዲኤፍ ብምውሳድ ከርእየኩም እየ ኣብ ዘለኹም ቦታት ግን ቀሊል እዩ ብዙሕ ዘብል ኣይኮነን እንታይ ደኣ እዚኣ ቫንጋርድ ፉትሲ ኦል ወርልድ ኢልኩም እንተፅሒፍኩማ ኣብቲ ናትኩም ኣብቲ ናትኩም ብሮከር ወይ ከዓ ኢንቨስት ገብሩ ዘለኹም ብቐሊሉ ክትረኽብዋ ትኽእሉ ኢኹም ሶ ንምንታይ እንታይ ዓይነት ጥቕሚ እዩ ዘለዋ እዚኣ ዲስክሪፕሽን ናታ ንርእ ኣብዚ ቫንጋርድ ፉትሲ ኦል ሃንድርድ ትብል ዘላ ብዩኤስዲ እዚ ናይ ዶላር ማለት እዩ እዚኣ ንብላ ዘለና ከዓ ኣይ ሸርስ ከማ እንታይ ዘጠቓለት እያ ትትራክት ኦል ካንትሪ ወርልድ ማለት ንኩለን ኣብ ዓለም ሙሉእ ዘለዋ ሃገራት ንኩሉ ዋላ እንተዘይኮነ 23 ዓበይቲ ማለት እዘን ዴቨሎፕድ ዝኾና ካንትሪስ ፕላስ 24 ከዓ ብሕጂ እምርጂ ዝገብራ ዘለዋ ወይ ከዓ ዝምዕብላ ዘለዋ ሃገራት ከም በዓል ኢንድያ ክኾና ክእላ እየን ዝሓቆፈ እዩ ሶ ናብ ፐርፎርማንስ ቅድሚ ምኻድ ኣብ ሆሊን እየ ክወስደኩም እዚ ኣዝዩ ዝተዛነቀ ናይ ዓለምና ኢንደክስ እዩ ዝተዛነቀ ክብል ከለኹ ናይ ዩኤስኤን ኣብነት ኣብዚ እንተሪእና ዩናይትድ ስቴትስ ሱሳ ሚእታዊት ትካላት ናይ ዩኤስኤ ዝሓቆፈ እዩ እዚ ኤክስቼንጅ ትሬድድ ፋንድ ማለት ስለዚ ኣብዚ ኢንቨስት ክትገብር ከለኻ ኣርባዕተ ፐርሰንት ካብቲ ገንዘብካ ኣብ ኣፕል ኢንቨስት ትገብሮ ኣለኻ ሰለስተ ፐርሰንት ኣብ ማይክሮሶፍት ተዋፍሮ ኣለኻ እዚ ፐርሰንት ኣብ ኣማዞን ኣብ ንቪድያ ኣልፋቤት ብዘየገድስ ኣብ ምንታይ ዓይነት ኢንቨስት ትገብር ኣለኻ እዚን ትካላት እዚአን ዝዓብያ ትካላት ናይ ዓለም ስለ ዝኾነ ኣብ ኩሉ ክትረኽቦን ኢኹም ኣብ ዝበዝሐ ማለት እዩ ሶ ሱሳ ሚእታዊት ናይ ዩኤስኤ ክኸውን ከሎ ሰለስተ ነጥቢ ገለ ሚእታዊት ኣብ ዩኬ ኣሎ እዚኣ ነዝቐመጠሉ ማለት እዩ ናይ ቻይና ክልተ ነጥቢ ገለ ኣለኩም ብዓይኒ ሴክተር ክንሪኦ ከለና ወይ ኢንዱስትሪ ኣብ ቴክኖሎጂ እየን በዓል ኣፕል ኦፍ ኮርስ በዓል ኣፕል ማይክሮሶፍት ዝሓቆፈ ስለ ዝኾነ ፋይናንሻል ዝኾና ከም በዓል ባንክታት ዘጠቓልል 13 ሚእታዊት ኣብ ናይ ጥዕና 12 ሚእታዊት ከምኡ እንዳበለ ይቕፅል ከም በዓል ተስላ ከዓ ዲስክሬሽነሪ ወይ ኣማዞን ኣለና ኣብዚ 11 ሚእታዊት ማለት እዩ ሰው ቁርብ ዝተዛነቐ ስለ ዝኾነ ኣዝዩ ኣገዳሲ እዩ ፐርፎርማንስ እንተርኢናዮ ማዕረ ከምዚ ብሕጂ ንሪኣ ሳልሰይቲ ንሪኣ ኣገዳሲ ዝኾነት ኣላ ማዕረ ናታ ፐርፎርማንስ ወይ ከዓ ውፅኢት እንታይ ትረኣየሉ ናብ ዝሓለፈ ግዜ እንታይ ቀንዲ ዕላማ ናይዚ እንታይ እዩ ዳይቨርሲፋይን ክትገብሩ ከም ዝረኣናዮ ኣብ ቻይና ኣብ ጃፓን ኣብ ኤሜሪካስ በቃ ኮፍ ኢልካ ኢንቨስት ጌርካ ኣለኻ ማለት እዩ እቶም ሃብታማት ከዓ ልክዕ ከምዚ እዮም ዝገብሩ ኩልና ኣብዚ ኢንቨስተ ጌርና ቁሩብ ክሕግዘና ክእል እዩ ምክንያቱ ስቶ ኩሉ ግዜ ይውስኽ ማለት ኣይኮነን ክቕንስ ከሎ ቁሩብ ዳይቨርሲፋይ ጌርካያ ስለ ዘለኻ ወይ ኣዛኒቕካያ ስለ ዘለኻ ትሑት ዝኾነ ውጽኢት ወይ ከኣ ትሑት ዝኾነ ክሳራ ከምጽኣልካ ዝኽእል እዩ ሶ ብዓመታዊ እንተ ርኢና ኢቲዲ ማለት ኩሉ ግዜ ከስተውዕሉ ዘለኩም ብዛዕባ ስቶክ ትፈልጡ ከለኹም ይር ቲ ደይት ማለት እዩ ካብ ዕለት ሓደ ወርሒ ሓደ ናይዚ ዓመተ ምህረት ጀሚራ ክሳብ ሕጂ ዘለናዮ ማለት እዩ ኩሉ ግዜ ክትርእይዋ ኢኹም ንቕድሚኹም ተርሚኖሎጂ ወይ ቃላት ማለት እዩ ሶ ሽዱሽተ ፐርሰንት ወሲኻ ኣላ ኣብዚ ዓመት እዚ ኣብ ወርሒ ሰለስተ ፐርሰንት ኦክቶበር ኤንዌ ወርሒ ዓሰርተ ዝበዝሐ ግዜ ስቶክ ማርኬት ኔጌቲቭ ዝረኣየሉ እዩ እሱ ጥራይ ዘይኮነ ግን ምስዚ ኩነታት ናይ በዓል ቻይናን ገለን ርኢኹም ኣለኹም ሰው ብዙሕ ፅልዋ ገይረሉ ክኸውን ይኽእል እዩ እዚ ናይ ሰለስተ ወርሒ ከማን ውሉ ሓንቲ ውፅኢት ኣይተረኸበሉ ኣሎ ክልተ ሚእታዊ ጥራይ እዩ ኔጌቲቭ ኮይኑ ኣሎ ኦፍኮርስ ጥራይ ኣይኮነን ብዙሕ እዩ ክልተ ሚእታዊ ኢንኬዝ ኣብ ሽዱሽተ ወርሒ ፕሮፊት ኣብ ሓደ ዓመት ሸውዓተ ፐርሰንት ፕሮፊት ተረኪቡ ኣሎ ሓደ ዓመት ማለት ከዓ ልክዕ እንታይ ማለት እዩ ዓሰርተ ክልተ ኣዋርሕ ካብዚ ዕለት እዚኣ ናይ ዝሓለፈ ዓመት ክንሪኦ ከለና so ናይ ሰለስተ ዓመት ኣብዚ ናይ ሓሙሽተ ዓመት ኣብዚ ናይ ካብቲ ኢንሴፕሽን ወይ ከዓ ካብቲ ትጅምሮ ኣለካ ክልተ ሚእትን ኣርባዕን ኣርባዕተን ፐርሰንት ይረአ ኣሎ so ኢንቨስት ክትገብሩ ከለኹም ኣብዚኣ ማለት እዩ ኣብ ናይ ዓለም ዘለዋ ካምፓኒታት ወይ ትካላት ኢንቨስት ትገብሩ ከም ዘለኹም ፈሊጥኩም ዳይቨርሲፊኬሽን ከዓ እቲ ቀንዲ ጥቕሚ ናይዚ ምዝናቕ ይኸውን ኣሎ ማለት እዩ ሶ ኣብዚ ናይ ሎንደን ስቶክ ኤክስቸንጅ እንተኮይና ንኣብነት ኣብዚ ኤስኤኤስሲ ዝብል ብምርኣይ ብጂቢ ወይ ከዓ ብፓውንድ ኢንቨስት ክንገብሮ እንተደሊና ማለት እዩ ኣብ ካልእ እንተሃሊና ከዓ ልክዕ ከምኡ ንመርፅ ንህና ኣብነት ናይ ስዊዝ ኤክስቸንጅ ኣለና ተመሳሳሊ ኣብ ዩሮ ክሳብ ዘለና እዚ ኮዳት እንተደሊና ብዩሮ እንተደሊና ኣብዚ ክንደልዮ ኢና ዩሮ ተደሊና ኣብዚ ኣለና ማለት እዩ ብፓውንድ እንተደሊና ከዓ እዚ ክንመርፅ ኢና ብዘየገድስ ግን ኣብቲ ናትና ብሮክሬጅ ከድና ንኣብነት ትሬዲንግ ትዋንቱ ከሪኦኩም እያ ሕፅር ኣቢለ ንኣብነት እዚኣ ዩሮ ኣምስተርዳም ትብል ኤስኤ ኤሲ ትብል ኮድ መፅያት ለይ ፀኒሕ ኣይሸር ሰማለት እቲ ሕጂ ክንሪኣ ፅርሕን ኢንተርናሽናል ዝኾነት ኣብ ሕጂ ናይ ኣበይ ናይ ሎንደን ስቶክ ኤክስቼንጅ ከም ዝኾነ ይሕብረና ኣሎ ኣብኡ ምጥዋቕ ካ እንታይ ክገብር ይኽእል እየ ብሕፅር ዝበለ ባይ ኢለ ኢንቨስት ክገብር ይኽእል እየ ማለት እዩ ሶ እዚ ኣብዚ ኢንቨስት ትገብር ተሃልየ ከም ዝበልና ልዕሊ 230 ዝኾና ትካላት ኢንቨስት ትገብር ከም ዘለካ ይሕብረካ ኣሎ ማለት እዩ ራይት ሶ እትም ካልእ ዓድታት ዘለኹም ኣብ በዓል ዩኤስኤ ዘለኹም ካናዳ ዘለኹም ተመሳሳሊ እዩ እንታይ ክትገብሩ ዘለኩም ኢስ ቨሪ ሲምፕል ሶ ዩኤስኤ ዘለኹም ፎር ኤግዛምፕል ኣብዚኣ ኢኹም ኢንቨስት ትገብሩ ትሪእዎ ኣለኹም እዚ ኣይ ሸርስ እዚኣ እንተ ኢልኩም ተፅሒፍኩማ ኣብቲ ናትኩም ክትረኽቦ ትኽእሉ ኢኹም ብሕፅር ዝበለ ከም ዝበልኩኹም ግን ኣብዚ እንተኸየድና ወላ እዚኣ ኢንተርናሽናል ማለት እዩ ኣብ ዝለኩም ስክሪንሾት ክትወስዳ ትኽእሉ ኢኹም እዚኣ ወይ ከዓ መወዳእታ ፒዲኤፍ ክሰደልኩም ስለ ዝኾንኩ ብዙሕ ዘሸግር የብሉን እዚ ንምንታይ ዝሓቆፈ ኢለኩም ኣብ ዓለም ሙሉእ ዘሎ ካምፓኒታት ዩኤስኤ ክኾን ይኽእል ዩሮፕ ኤሽያ ከምቲ ዝረኣናዮ ሆልዲንግስ ወይ ከዓ ዝተተሓሓዘ ማለት እዩ ኦል ኣብዚ ድሌትኩም እዚኣ ጥራይ ኢልኩም ፀሓፍዋ ብሕፅር ዝበለ ክትረኽብዋ ትኽእሉ ኢኹም ወይ ከዓ ኢንተርናሽናል ኢቲኤፍ ኢልኩም ተፅሒፍኩም ትረኽቡ ትኽእሉ ኢኹም እዚ ብኣይሲርሲ ብቫንጋርድ እንተደሊኹም ከዓ እቲ ሓንቲ ክትመርጽዋ ኢኹም ኣብዚ ዘላ ማለት እዩ። ብዘየገድስ ግን ንብዙሓት ዝሓቖፈ ኢንተርናሽናል ወይ ከኣ ዓለም ለኻዊ ዝሓቖ ትካላት ዝሓቖፈ ኢንቨስት ክትገብሩ ምስ ትደልዩ ኣሕዋት ኣብዚ ኢንቨስት ክትገብሩ ትኽእሉ። ቀንዲ ዕላማ ዳይቨርሲፋይ ንኽገብር እዩ። ካብ ትሑታት ዝኾና ሃገራት ትመርጽ ኣለኻ ካብ ዓበይቲ ሃገራት ናይ በዓል USA ከኣ እቲ ዝበዝሐ ትካላት ንመርጽ ኣለና ማለት እዩ። እቲያ ካልኣይቲ ETF ንርእያ ከኣ of course ቅድሚ ሕጂ ርኢና ኔርና S&P 500 ሓሙሽተ ሚእቲ ዓበይቲ ትካላት ናይ ኤመሪካ ዝሓቖፈት ናይ ዓለም ሙሉ ሪኢና ናይ ዓለም ኢንቨስት ክንገብር ከለና ኣብ ናይ USA ክባብ ሱሳ ሚታዊ ዝዓቆፈ ሕጂ ከኣ ኣብ ናይ ኤመሪካ ጥራይ ዘተኮረ ኮይኑ እዚ ከማን ዳይቨርሲፋይ ንክትገብር ዓሰርተ ሓደ ዝተፈላለየ ሴክተርስ ወይ ከኣ ኢንዱስትሪ ዝሓቆፈ ETF ክንርኢ ኢና ኣብ ኤመሪካ ዘለኹም ቀሊል እዩ ክትመርጽዎ VOO ወይ ከኣ SPY ዝብል ምስ ትደልዩ ወይ ከኣ S&P 500 ኢልኩም እንተመሪጽኩም ኣብ ትጥቀሙሉ ብሮከሬጅ ኣብ ቫንጋርድ ይኹን ኣብ ሮቢን ሁድ ይኹን ወይ ኣብ ኤምዋን ፋይናንስ ብዘየገድስ ኣብ ኩሉ ክትረኽብዎ ኢኹም። ቲስሞር ከነጽረልኩም እንታይ ከም ዝሓቖፈ ግን ኣብዚ ንኣብነት ናይ ዩሮፕ ዘለና ኤስኤምፒ 500 ኢቲኤፍ ኢሎም ዝጸሓፍኩ ብዙሕ ምርጫታት ኣለኒ። ኩሉ ሓንቲ ዓይነት እዩ። ቁሩብ ፍልልይ ክህልዎ ዝኽእል ኣብቲ ዲስትሪቢዩሽን ድዩ ወይ ኣኩሙሌት ዝገብር ንኣብነት ይዝርግሖ ድዩ እቲ ዲቪደንድ ወላስ ተመሊሱ እዩ ዝገዝኦ ንባዕሉ ኣኩሙሌት እዩ ዝገብሮ ንምባል ማለት እዩ ሶ ንኣብነት እዚኣ ኣይሸርስ ኮር ክመርፃ ኣይሸርስ ሕጂ ናይቲ ብላክሮክ እንዳኾነ ቫንጋርድ ከዓ ባዕሉ ዓብዪ ትካል እንዳኾነ ዩኒቨስኮ ከኣ ከምኡ ማለት እዩ so ኩሉ ተመሪጽና ሓጋዚ እዩ እንታይ ደኣ ዲስትሪቢት ክንመርጽ ብዙሕ ኣይደግፎን እየ ኣነ ናትኩም ምርጫ ኩሉ ግዜ ግን ምክንያቱ ዲስትሪቢት ማለት እቲ ዲቪደንድስ ኣብ ወርሓዊ ይኸፍሉካ ኣለዎ ኣብ ሰለስተ ወርሒ ይኸፍሉካ ኣለዎ ማለት እዩ ኣኩሙሌት ማለት ከዓ ኣይከፍሉካን እዮም እንታይ ደኣ ተመሊሶም ሼርስ ገዝኡልካ ክእሉ ወይ ከዓ ኣብኡ ከለዉ ክውስኹልካ ይኽእሉ እዮም ማለት እዩ ሶ እዚኣ ኣሸር ስኮር ንኣብነት እንተመሪፀ ንሳ እንተጠዊቐ እንታይ ዝሓቆፈት እዩ ሓሙሽተ ሚእትን ኣርባዕተን ትካላት ናይ ኣሜሪካ ዝሓቆፈት ከም ዝኾነት ኦረዲ ቀልጢፋ ተርእየኒ ኣላ እቲ ዲስትሪቢሽን ፖሊሲ ኣኩሙሌት እያ ትገብር ዊች ኢዝ ጉድ እዚ ቶታል ኤክስፐንስ ረሾ ወይ ከዓ እቲ ቻርጅ ዝገብሩካ ወይ ከዓ ዘኽፍሉካ ብጣዕሚ ውዕል ዜሮ ሸውዓተ ብጣዕሚ ወላ ደረጋ ትርጉም የብሉን ማለት እዩ እዚ ሪፕሊኬሽን ገለ ዝበሎ ብዙሕ ዘገድስ ኣይኮነን ሶ ኣኩሙሌቲንግ ሓሙሽተ ሚእትን ኣርባዕተን ሶ ናብ ሆልዲንግስ እንተኸይድና ኣብዚ ኩሉ ናይ ዩኤስኤ እንተርኢናዮ ኣብዚ ኣፕል እተን ዓሰርተ ዓበይቲ ትካላት ሰላሳ ሚእታዊት ዝሓቆፈ እዩ ሶ ኣብ ዝሓለፈ ዓመት ካብ ወይ ከዓ የርትዴት ኣብዚ ዓመት እዚ እንተርኢናዮ ኤስኤፒ 500 ፖዘቲቭ እዩ ዘሎ እንታይ እዩ እተን ኣርባዕተ ድየን ሸውዓተ ዓበይቲ ትካላት ጽቡቕ ውጽኢት ስለ ዝተራእየለን ኣብ ቴክኖሎጂ ከም በዓል ኤንቪድያ ኣብ ዘለኩም ክንደይ ሚእታዊት ሓቂፉ ዘሎ ሰለስተ ሚእታዊት ሓቂፉ ዘሎ ራብዒት ዘላ ማለት እዩ ብጣዕሚ ጽቡቕ ውጽኢት ዝተራእየላ እዩ ከም በዓል ኣፕል ዳርጋ ሚእቲ ፐርሰንት ውጽኢት ዝተረኸበሉ እዩ በዓል ኣማዞን ኩሉ እዚን ካምፓኒታት ብዙሕ ውጽኢት ስለ ዝተረኸበለን ኤስኤምፒ ከዓ ብዙሕ ውጽኢት ተራእዩሉ ኣሎ ስለዚ ኣብዚ እዩ ኢንቨስት ዝገብር ነይሩ ኣብ ውልቃዊ ተዝኾን ዝዓበየ መኽሰብ ምተረኸበ ምኽንያቱ ሚእቲ ዓሰርተ ሽሕ ዘዋፈርካያ ንኣብነት ኣብ ተስላ ልዕሊ ዕስራ ሽሕ ምኾነት ነይራ ኣብዚ ዓመት እዚ ተትጅምር ዕለት ሓደ ማለት እየ ኣብ ኤስያ እንተተኾይኑ ግን ክንደይ ከምዝኾነቱ ውፅኢቱ ክንሪኦ ኢና ኣብ ፐርፎርማንስ ከይድና እንታይ ክብል ደልየ ግን ኩሉ ግዜ ኣይኮነን ከምኡ ተስላ ቅድሚ ክልተ ወርሒ ተተዋፍ ነርካ ከዓ ብዙሕ ምኸሰርካ ነርካ ማለት እዩ ስለዚ ኩሉ ግዜ መኽሰብ ኣለዎ ማለት ኣይኮነን እንታይ ደኣ ኩሉ ግዜ ኣብ ስቶክ ማርኬት ወይ ኣብ ኢንቨስትመንት ወፍሪ ኩሉ ግዜ ኢትስ ኦል ኣባውት ሳይኮሎጂ ዓሰርተ ሚእታዊት ፍልጠት ቴስዓ ሚእታዊት ከኣ ምስ ሳይኮሎጂ ዝተተሓሓዘ እዩ ምስቲ ፊር ን ግሪን ማለት እዩ ሶ ዳይቨርሲፋይ ምግባር ከዓ ቁርብ ገንዘብና ተዛኒቐልና ኣሎ ክንብል ንኽእል ኢና ሶ ፐርፎርማንስ እንተኸይድና ኣብዚ Year to date ዓሰርተ ሚእታዊት መኽሰብ ተረኺብዎ ኣሎ። ሰው ዓሰርተ ሽሕ ዘዋፈር ኪያስ ሚእቲ መኸሰብ ካብ ኔርካ ማለት እዩ። ኣብ ወርሒ ሉዝ ኮይኑ ኣሎ ከ- ከሲሩ ኣሎ። ኣብ ሽዱሽተ ወርሒ መኽሰብ ተረኺብዎ ኣሎ። ኣብ ሓደ ዓመት ሸሞንተ ፐርሰንት፣ ሰላሳን ሓሙሽተን ፐርሰንት። እዚ ሕጂ እንተርኢናዮ ምክንያቱ ዝሓለፈ ዓመት ብጣዕሚ እዩ ሉዝ ጌር ነይሩ ክልተ ሽሕን ዕስራን ክልተን በቃ ብጣዕሚ እዩ ጥዋዕ እዩ ነይሩ ስለዚ ብጣዕሚ እዩ ሉዝ ጌር ነይሩ ኣብ ዘለና ከባቢ ሸሞንተ ነጥቢ ገለ ፐርሰንት ሉዝ ወይ ከኣ ክሳራ ተራእይዎ ነይሩ። ቅድሚኡ ግን ዕስራን ትሽዓተን ፐርሰንት መኽሰብ ነይሩ፣ ዓሰርተ ኣርባዕተ መኽሰብ ነይርዎ። So ኣጋጣሚ ኮይኑ ኣብ መጀመርያ ናይዚ ዕጽፊ ትጅምር ነይርካ ኣብ ቁሩብ ምኸሰርካ ክንብል ንኽእል ኢና። እንተ ዘይኮይኑ ግን ኩሉ ግዜ ውዒሉ ሓዲሩ ክውስኽ እዩ። ስቶክ ማርኬት ብፍላይ ሓሙሽተ ዓመት ዓሰርተ ዓመት ናትካ ታይም ሆራይዝን ወይ ከኣ ክትጽበየሉ ትኽእል ግዜ ምስ ዝህልወካ። So ኣሕዋት ኣብዚ ኢንቨስት ምግባር S&P 500 ከኣ ጽቡቕ ውጽኢት ክመጽእ ክተምጽኣልኩም ይኽእል እዩ። ናትሪስ ከኣ ብኡ መጠን ቁሩብ ዝተዛነቐ ክኸውን እዩ። ኣብ ስቶክ ኤክስቸንጅ ኣብ ዝተፈላለየ ቦታ ስለ ዘለና ቅድሚ ሕጂ ሪከርድ ጌረልኩም ስለ ዝነበርኩ ተመሊስኩም ክትርእይዋ ትኽእሉ ኢኹም። ኣብ ዲስክሪፕሽን ክልፈልኩም እየ ወይ ከኣ ኣብዚ ናትኩም ቸክ ክትገብርዋ ትኽእሉ ኢኹም። ኣብዚ ግን ኣለኩም ኣብዚ ጀስ ኤቲኤፍ ብምኻድ ጂቢኪስ ዲኻ ኣለኻ ዩሮ ዲኻ ደለኻ ብዩሮ ዲኻ ደለኻ ኣብዚ እዚኦም ኮድስ እዚኤን እንተደሊኹመን ብሕፅር ዝበለ ክትረኽብዎ ትኽእሉ ኢኹም ወይ ከኣ ኣብ መጀመርያ ኤስፒ ዋን ኣብነት ኢቶሮ ትጥቀሙ እዚኣ ጥራይ እያ ዘላ ወይ ከኣ እዚኣ ኮድ እዚኣ ክትወስድዋ ትኽእሉ ኢኹም። ኣብ ካልእ ቦታ ዘለና it's very simple እንታይ ዘድልየኩም እዚኣ iShares Core S and P five hundred ETF ኢልኩም እንተጽሒፍኩ ብሕጽር ዝበለ ክትረኽብዋ ትኽእሉ ኢኹም። ንኣብነት ኣብ ናይ US እየ ዘለኹም ኣብ ዝለኩም S and P five hundred ETF VOO ትብል ምስ ትመርጹ ኣብ Google ክወስደኩም እየ። ቪኦኦ እንተልኩም ሕጂ በቃ ቫንጋርድ ኤስኤምፒ 500 ኢንደክስ ኢቲኤፍ ኣለኩም ኣብዚ ኤክስቼንጅ ትሬድ ፋንድ ንምባል እየ ሶ ኣብዚኣ ብምምራፅ ብቕልል ዝበለ መገዲ ኢንቨስት ክትገብሩ ትኽእሉ ኢኹም ብዙሕ ምርጫታት ኣለኩም ብቫንጋርድ ድዩ ብኣይሸርስ ድዩ ብኢንቨስኮ ድዩ ብዝተፈላለያ ክወሃበና ይኽእል እዩ እዚ ኢቲኤፍ ንብሎ ዘለና ኣደ ኢንዶ ፍደይ ኣብ መወዳእታ ግን ናይ ኩሉ ውፅኢት ንእሽተይ ፍሊ ዘለዎ እምበር ማዕረ እዩ ምክንያቱ እቲ ሓሙሽተ ሚእቲ ካምፓኒ ትሒዛ እቲኣ ከዓ ሓሙሽተ ሚእትን ክልተን ሓሙሽተ ሚእትን ኣርባዕተን ክሕዝ እዩ ተዛኒቑልና ኣሎ ማለት እዩ ሶ ናይ ኣሜሪካ ዘለኹም ቪኦኦ ክትመርፁ ትኽእሉ ኢኹም ናይ ቫንጋርድ ወይ ከዓ ከም ኣልተርናቲቭ ስፓይ ወይ ከዓ ስፒዋይ ክትመርፁ ትኽእሉ ኢኹም ን ኣይቪቪ ከዓ ኣሎ ብዙሕ የብላን እዚኣ እኳ እዚኣ ቪኦኦን ስፒዋይ ትብልን ግን ኣዝየን ፍሉጣት ዝኾና ኢንደክስ ፋንድ እየን ናይ ካናዳ ከ ትብሉ ከይትህልዉ ናይ ካናዳ ከዓ ኣብ መወዳእታ ኣለና ንኣብነት ኣብዚ ናይ ዩሮብ ዘለና እዚኣ ናይ ቀዳመይቲ ዝረኣናያ ናይ ኤስኤምፒ ተደሊና ከዓ ኤስፒኤክስ ክኸውን ይኽእል ቪኤጄ ክኸውን ቪኤኤ ክኸውን ይኽእል ኣብ ትሬዲንግ ትዋን ቱዲ ኢተሮ ብምኻድ ብቕልል ዝበለ መገዲ ክትመርፅዎ ትኽእሉ ኢኹም ናይ ካናዳ ከማን ኣለኩም ብድሕሪኡ ከምፃልኩም እየ እዛ ሳልሰይቲ ንሪኣ ተዝበለፀት ኣብ ቴክኖሎጂ ኣተኪርካ ኢንቨስት ክትገብር ምስ ትደሊ ከዓ ሚእቲ ዓበይቲ ካምፓኒታት ዝሓቖፈት ሓንቲ ፋንድ እያ ኣብዚ ንርእያ ዋን ፋንድ ሃንድረድ ካምፓኒስ ዝብለና ኣሎ ሓንቲ ፋንድ ሚእቲ ካምፓኒስ ሚእቲ ዝዓበያ ትካላት ኣብ ቴክኖሎጂ ዘተኮራ ወይ ከዓ ናይ ፋይናንስ ዘይብሉ QQQ ዝበሃል ወይ ከዓ ኢንቨስት QQQ ዝበሃል እዩ ናስዳክ 100 እዩ ተባሂሉ ዝፅዋዕ ዝበለፀ ኣብ ቴክኖሎጂ ኣተኪሩ ኢንቨስት ዝገብር እዩ ሶ ብፍላይ ንኣሽቱ ምስ ትኾኑ ብዕድመ ንኣሽቱ ክኾኑ ከለዉ ትሕቲ ሰላሳ ክኾን ይኽእል እዩ ወይ ትሕቲ ኣርባዓ ክኾን ይኽእል እዩ ብዘየገድስ ንንውሕ ዝበለ ግዜ ክትጽበዩ ትኽእሉ ንምባል እየ። ንኣብነት ገዛ ኣብ ውሽጢ ሓሙሽተ ዓመት ኣይገዝእን እየ ኣብ ትምህርቲ እየ ዘለኹ ትብሉ እንተኾይንኩም ኣብዚ ናስዳክ ዋን ሃንድረድ፣ ሚእቲ፣ ዓበይቲ ናይ ተክኖሎጂ ካምፓኒታት ናይ ኣሜሪካ ኢንቨስት ምግባር ጽቡቕ ውጽኢት ክረኣየሉ እዩ። ኣብ ዝሓለፈ ዓመታት ከኣ ሓደ ካብቲ ዝበለጸ ኣብ ኢኖቬሽን ወይ ከኣ ኣብ ምዕባለ ኣተኲሩ ኢንቨስት ዝገብር

ኣፕል፣ ማይክሮሶፍት፣ ኣማዞን፣ ኤንቪድያ፣ መታ፣ ኣልፋቤት እዚ ዘይንፈልጦ የብልናን ካብዚኦም በዓል ኣዶቢ ንፈልጦ ኢና ኩሉ ማለት እዩ ሶ ናቱ ውፅኢት ፐርፎርማንስ ምስ ንኸይድ ኣብ ዝሓለፈ ዓመታት እንታይ ውፅኢት እዩ ተራይሉ እዚ ዓበይቲ ትካላት ዝሓቆፈ ኮይኑ ናይ ዓሰርተ ሽሕ ከመይ ለውጢ ከርእየልካ ምኽኣለ ክንርኢ ኢና ጅስ ንእሽተይ ማለት እዩ ሶ ኢፍ ዩ ሃድ ኢንቨስትድ ቴን ከይ ቴን ይርስ ኣጎ እንደ ኢንቨስት ኣብዚ ኪኪኪ ዓሰርተ ሽሕ ኢንቨስት ጌርካ ተትኸውን ኔርካ ኣብዚ ግዜ እዚ ሓምሳ ሽሕ ከባቢ ምኾነልካ ኔሩ ማለት ናይ ኣርብዓ ሽሕ ፍልልይ ኣብ ውሽጢ ዓሰርተ ዓመት እዚ ሚእቲ ሽሕ ተዝኾን ኔርካ ፍርቂ ሚልዮን ምኾነ ኔሩ ማለት እዩ ኩሉ ግዜ ከምዚ ምኾነ ከምዚ ምኾነ ዘይኮነ ኩሉ ግዜ ብሕጂ እንታይ ክመጽእ እዩ ዝመጸሉ ክልተ ዓመት ንኣብነት ኔጌቲቭ ክኸውን ይኽእል እዩ ዝፈልጦ ነገር የለን ኩሉ ግዜ ዋ ከምዚ ሰትገብር ኔርካ ክንብል ከለና ግን ንዓና ናይ ግድን ኢንቨስት ግበር ዘይኮነ ጅስ ኣብ ግምት ኣእቲኻ ኢንቨስት ክትገብረሉ ንምባል እዩ ናይ ፋይፍ የርስ ወይ ንሓሙሽተ ዓመት ከ ዓሰርተ ሽሕ ዳብል ምኾነልካ ነይሩ ማለት እዩ ሚእቲ ፐርሰንት ናይ ሳለስተ ሚእታዊት ሰለስተ ሽሕ ምኸሰብካ ነይርካ ካብ ዓሰርተ ሽሕ እዚ ኣብ ውሽጢ ዓመት ከ ሰለስተ ሽሕን ሓሙሽተ ሚእትን ምኸሰብካ ነይርካ ስለዚ ኣሕዋት ዝበዝሐ ግዜ ፖዘቲቭ ዝረኣየሉ ብፍላይ እዚ ናስዳክ ዋን ሃንድረድ ዝበሃል ሚእቲ ዓበይቲ ትካላት ናይ ኣመሪካ ግን ኩሉ ግዜ ኣብ ግምት ከነእትዎ ዘለና ኣብ ቴክኖሎጂ ዘተኮረ ዓይነት ኢንቨስትመንት ስለ ዝኾነ ብፍላይ ምስዚ ናይ ኤኣይ ዝተትሓዘ ኣርቲፊሻል ኢንተሊጀንስ ጽቡቕ ውጽኢት ስለ ዝተራእየሉ እዩ ኣብዚ ዓመት እዚ እዚ ቴክኖሎጂ ከዓ ከም በዓል ጉግል ኣልፋቤት ከም በዓል ተስላ ዝኣመሰላ ከዓ ኣብዚ ናይ ኤኣይ ቀንዲ ተዋሳእቲ ብፍላይ ኤንቪድያ ክንሪኦ ከለና ቀንዲ ተዋሳእቲ ናይ ኣርቲፊሻል ኢንተሊጀንስ ንሪኦ በዓል ኣማዞን ማለት እዩ ንሪኦ ዘለና ስለ ዝኾነ ጽቡቕ ውጽኢት ተራእየለን ኣሎ ሜይቢ ሜይቢ ኣብዚ ግዜ እዚ ዝኾነ ሪሴሽን ከምዚ ኣነ ትጽበዮ ሪሴሽን ከጋጥም ከሎ ግን ብዙሕ ዋጋታት ክቕንስ እዩ እዚ ኪኪኩ ልዕሊ እቲ ኤስኤምፒ 500 ወይ ከዓ ልዕሊ እቲ ኢንተርናሽናል ኤኩቲ ስቶክስ ኢንቨስት ዝገብረሉ እንተኾነ ግን ንሎንግ ተርም ንነዊሕ ግዜ ፅቡቕ ውፅኢት ክረኣየሉ ትፅቢት ይግበር So ኣብዚ ኢንቨስት ክትገብሩ ምስ ትደልዩ ናይ UK ዘለኹም ንኣብነት ወይ ኣብ ዩሮፕ ዘለኹም እዚ iShares ናስዳክ 100 ኣብ ካልእ ዘለና ኢስ ቨሪ ሲምፕል ናስዳክ 100 ኢልኩም ተፅሒፍኩም ንኣብነት ናይ ኣሜሪካ ኢና ክንፅሕና እዛ ኪውኪውኪኪ ኢልኩም እንተሪኢኹማ ትሪፕል ኪው ማለት እዩ ክትረኽቡዋ ትኽእሉ ኢኹም ኣብዚ ዩሮፕ ዘለና ወይ ኤም ኢንግላንድ ከዓ UCITS ስለ ዘለና ከምኡ ዘለዎ ብምምራፅ ክንመርፅ ንኽእል ኢና ሶ ኣብ ኢስ ቨሪ ሲምፕል ንኣብነት እዚኣ ናስዳክ 100 ኮፒ ክገብረ እየ ኣብዚ ጃስቲ ኢቲኤፍ ከይደ ሰርች እንተልያ ኣብዚ ሰርች ንግበራ ብሓደ ሶ ኣብዚ ኣለና ድሌተ ክመርፅ ክእል እየ እዚኣ ክመርፃ ክእል እዚኣ ክመርፃ ክእል እየ ክልቲአን ተመሳሳሊ ውፅኢት እዩ ዘለዎን ተቀዳመይቲ መሪፅ ኣለኹ ሶ እዚኣ ኣብ ኢትሮዲ ኣብ ትሬዲንግ ትዋንቱ ክትረኽቧ ትኽእሉ ኢኹም ሚእትን ክልተን ከም ዝሓቆፈት የርእየና ኣሎ ኣኩሙሌይትን ምዃኑ የርእየና ኣሎ እዚ ቶታል ኤክስፐንስ ረሾ ወይ ከዓ እቲ ትኸፍለሉ ዘለካ ውፅኢት የርእየና ኣሎ ናቱ ፐርፎርማንስ ክንሪኦ ንኽእል እና ስቶክ ኤክስቼንጅ ኣብ ምንታይ ኢና ዘለና ኣብ ሎንደን ስለ ዘለኹ ኣነ እዚ ሲኤንኤክስ ክመርፆ እየ ንኣብነት ኣብ ኢቶሮ ማለት እዩ ካልእ ኣማራፂታት ኣለኒ ኣብ ትሬዲንግ ትዋንቶ ከማን በቃ ካብዚ ኣለኩም ንኣብነት ኣብ ሎንደን ድየ ዘለኹ ኣብ ካልእ ስቱትጋርት ዘለኹም እዚኣ ክትመርፁ ትኽእሉ ኢኹም ዋላ እዚኣ ከማን ክትመርፅዋ ትኽእሉ ኢኹም ኤኒወይ ዝተደሰም ስጅስት ብፓውንድ ስለ ዘሎ እቲ ገንዘብ ንምባል ጥራይ እዩ እዚ ናይ ኢታልያ ዘለና ኣብ ዘለኩም ናይ ዩሮ ናይ ኣምስተርዳም ሲንዴክስ ኣብ CNDX ኩሉ ተመሳሳሊ እዩ። ኣብ ስዊዝ ዲኻ ዘለኻ ኩሉ ተመሳሳሊ እዩ። ኣብ ካልእ ቦታ ዘለኹም ክትህልዉ ትኽእሉ ኢኹም። እዚ ናስዳክ 100 እንታይ ከም ዝሓቆፈ ተረዲእና እንተኾይኑ ናብዚ ፒዲኤፍ ክወስደኩም እሞ ብሕፅር ዝበለ ከሪኦኩም እየ ካናዳ ሓዊሰ ማለት እዩ። ሶ ዩኤስኤ ዘለኹም እዚ ናይ ኢንተርናሽናል ምስ ትደልዩ ኢንተርናሽናል ኢቲኤፍ ማለት እዩ እዚኣ ACAWA ክትመርጹ ትኽእሉ ኢኹም ወይ ካልእ ኣማራጺታ ክትደልዩ ትኽእሉ ኢኹም። ኣነ ግን ብሕጽር ዝበለ ሰርች ዝገበርኩ እዚኣ መጺኣትለይ ኣላ። ካልእ ኣማራጺ ተጥቀመን ኣለኹም ዝበልኩም ንኣብነት ናይ ቫንጋርድ ኣለዎም እዚ ናይ iShares እዩ ዝኸውን ዘሎ። ኣብ S&P 500 ክትመርጹ ምስ ትደልዩ VAO ሓንቲ ካብተን ዝበለጻ ትሑት ዝኾነ ኤክስፐንስ ረሾ ዘኽፍሉኻ እዮም ወይ ከኣ ስፓይ ክትመርጽ ትኽእል ኢኻ። ኣብ USA ዘለኹም እያ እዚኣ ኣብ ኣሜሪካ ዘለኹም ማለት እዩ። ናስዳግ እንተደሊኹም QQQQ ኣለኩም እዚ ቲከር ሲምቦል ናቱ እዩ። ሶ እዚ ከዓ እቲ ሚእቲ ኣብ ናን ፋይናንሻል ካምፓኒስ ወይ ከዓ ፋይናንስ ዘየተኮራ ካምፓኒታት እዩ ዩሮፕ ወይ ኢንግላንድ ዘለና ተመሳሳሊ እዩ ሲኣይቲኤስ ስለ ዘለዎ ኣብ ናይ ኢንተርናሽናል ዝኾነ ኢቲኤፍ ኣብ ናይ ኤሽያ ዩሮፕ ዳርጋ ሱሳ ሚእታዊት ናይ ኣሜሪካ ዝሓቆፈ ምስ ንደሊ ከዓ ኣብዚ ኣለና ቲከር ሲምቦል ኤሲ ዳብሊዩ ኣይ ክንመርፅ ንኽእል ኢና እቲ ሓንቲ ትረሊኹም ከዓ ናይ ፉትሲ ኢንተርናሽናል ዝኾነ ክንመርፅ ንኽእል ኢና። ኣብ ኤስኤምፒ እንተደሊና ብዙሕ ኣማራፂታት ኣለና። እንተደሊና እዚ ክንመርፅ ንኽእል ኢና፣ እንተደሊና እዚ ክንመርፅ ንኽእል ኢና። ኣብ ኢቶሮ ተደሊኹም እዚኣ ጥራይ ክትመፅኣልኩም ሶ እዚ ከዓ ኩሉ ሓደ እዩ። ንእሽተይ ናይ ኤክስፐንስ ረሾ ፍልልይ እዩ ዘለዎ ከም ዝበልኩም ኣብቲ ሓንቲ ዜሮ ነጥቢ ሓሙሽተ ከብሉኻ ከለዉ እዚኦም ከዓ ዜሮ ነጥቢ ኣርባዕተ ሓሙሽተ ክኸውን ይኽእል እዩ። ትሑት እዩ ናይ ኩሉ ግን ፀገም ዘምፅእ ኣይኮነን እቲ ለውጢ ናቱ ማለት እዩ። ኣብዚ ዝበለጸት ዝበልኩዋ ብፍላይ ኣብዚ ኢኮኖሚ ኣብ ጽቡቕ ግዜ ኣብ ዝኸደሉ ዘሎ እዚኣ ናስዳክ 100 ETF ትበሃል ኮይና እዚ ከዓ ሲኤንኤክስ ዋን ክንመርፅ ንኽእልና ወይ ሲኤንዲኤክስ ክንመርፅ ንኽእልና እዚ ከዓ ኣሙንዲ ክኸውን ይኽእል ወይ ኣይሸርስ ናይ ብላክ ሮክ ክኸውን ይኽእል እዩ ግን ተመሳሳሊ ውፅኢት እዩ ዘለዎን እዚ ከማን ብሕፅር ዝበለ ግን ናስዳክ 100 ኢልና እንተፅሒፍና ኣብቲ ናትና ብሮከሬጅ እቲ ቲከር ሲምቦል ናቱ ዝተፈላልየ ክመጻ ናይ ብ ዩሮ ዲና ደሊና ብ ፓውንድ ካብኡ ክንመርጾ ንክእል ኢና ካናዳ ዘለኹም ክሳብ ሕጂ ወላ ሓንቲ ኣብነት ኣይሃብኩኹምን ክሳብ ሕጂ ብዓቕሊ ተኸታቲልኩሞ እንተሃሊኹም ከመስግነኩም እደሊ ሶ ኣብ ካናዳ እንተሃሊኹም ከኣ ካናዳ ኢልኩም ጽሓፉና ኣብቲ ናይ ኮመንት እሞ ሜቢ ኣብ ቀጻሊ ከኣ ጽቡቅ ጌርና ኣብ ግምት ኣእቲና ክንወስዶ ሶ ናይ ኣይሼርስ እንተደሊና እቲያ ናይ ኢንተርናሽናል ዝኾነት ማለት እዩ ኤክስኤዳብሊው ኣለና ቪኤክሲ ኣለና ኤችኤክሲ ኣለና እዚ ተመሳሳሊ ትካላት እየን እዚኤን ኩለን ማለት እዩ ስለዚ ኣብ ናይ ዓለም ኢንቨስት ክንገብር እንተደሊና ኣብዚኤን ብምምራፅ ናትና ንእሽተይ ሪሰርቲ ብምውሳኽ ኢንቨስት ክንገብር ንኽእል ኢና ኣብ ኤስኤምፒ 500 ክንዋፈር እንተደሊና ቪኤፍኤክስ ኣለና ወይ ከዓ ኤችኤክስኤስ ኣለና እቲ ቀንዲ ፍልልያት ናይዚ እንታይ እንዳኾነ እዩ ገሊኡ ብካናዳ ዶላር ሕጂ ዝኾነ ወይ ከዓ ብናይ ካናዳ ዶላር ገለ ካብ ብናይ ኣሜሪካን ዶላር ክግዛእ እምበር ዓብ ፍልልይ የብሉን። ንኣብነት ኣብዚ ናይ ናስዳክ ዋን ሃንድረድ ETF ኢንቨስት ክትገብሩ ከለኹም ነዚኤን ሲምቦላት ኢኹም ትደልዩ። ዝዓበየ ናስዳክ ዋን ሃንድረድ ኢልኩም እንተጽሒፍኩም ክመጻልኩም እዩ። ኣብቲ ናትኩም ብሮከረጅ እንተዘይኮይኑ ነዚኤን ሲምቦልስ ክትህብዎን ትኽእሉ ኢኹም። እቲ ፍልልይ እንታይ እዩ? ንኣብነት እዚ ንዳት ኤፍ ዘለዎ ኩሉ ግዜ እንታይ እዩ? ብኤኩቲ ሄጅ ናይ ዩኤስኤ ካድ ናይ ሶሪ ናይ ካናዳን ዶላር ሄጅ ዝኾነ እዩ ወይ ከዓ ዝተተሓሓዘ እዩ ዝኸውን ዘሎ። እዚ ፒዲኤፍ ምስ ትደልዩ ከም ዝበልኩም ኣብቲ ናይ ጉሩም ዘለናዮ ክሰደልኩም እየ ብተወሳኺ ብሕጂ ዝመጽእ ዳርጋ ሰሙናዊ ክልተ ቪድዮታት ክልተ ሰለስተ ቪድዮታት ናይ ስቶክ ማርኬት ኣብ ናይ ጥዕናን ናይ ቴክኖሎጂን ዘተኮረ ከኣ ክልተ ሰለስተ ከነመጽእ ስለ ዝኾንና ሳብስክራይብ ዘይገበርኩም ሳብስክራይብ ብምግባር እቲኦም ሳብስክራይብ ዝገበርኩም ከኣ ላይክን ኮመንትን ብምግባር ምስ ዝተፈላለዩ ኣሕዋት ሼር ክትገብሩልና ትኽእሉ ኢኹም ናትኩም ሓሳባት ምስ ዝህሉ ወይ ከምዚ ዓይነት ትምህርቲ እንተትውስኹሉ ኣብዚ ናይ ፋይናንስ ዘተኮረ ማለት እዩ ጽቡቅ ኔሩ ትብልዎ እንተሃልዩ ከኣ ኣብቲ ናይ ኮመንት ሴክሽን ክትገድፉልና ትኽእሉ ኢኹም ክሳብ መወዳእታ ብሰላም ዝተኸታተልኩምኒ ከመስግን ይደሊ ሰሰናዩ።